ኩሉ ነገር ሒዞ ኣምህረኩም ዘለኹ ማለት እዩ ብናጻ እዩ ምንም ሽግር የብሉን ማለት እዩ።
እንሆ ከኣ ምቅዳሕ ጀሚርና ኣለና ማለት እዩ ትሪእዎ ዘለኹም እዚ። መወዳእታ ክሊክ ጌረ ታይ እየ ዝገብር ነዛ ቀያሕ ዘላ ምልክት ክሊክ ይገብራ ማለት እዩ ወይ ከኣ። ኦድዮ ኳሊቲ ደልየ ግን መሳርሒ ስኢነ ኦድዮ ከመይ ገረ እየ ከመሓይሾ በጃኻ ዝኾነ ነገር በለኒ ትረኻ ክትርኽ ይደሊ ይኸውን ወይ ከኣ ቮይስ ኦቨር ክሰርሕ ደልየ ኣብ ሶሻል ሚድያ ማሕበራዊ ሚድያ ቲክቶክ ፌስቡክ ኢንስታግራም ዩቲዩብ ክነጥፍ ደልየ ነይረ ግን ፅሩይ ዝኾነ ማይክሮፎን የብለይን እቲ ሽግር ከዓ እዚ እዩ ከመይ ገረ እየ ከመሓይሾ እዚኣ ቀዳመይቲ ምኽሪ እያ እንታይ ከም ትገብሩ ዝግባኣኩም ማለት እዩ ነዛ ቻናል ሳብስክራይብ ትገብሩ ወንበርኩም ስሒብኩም ጌት ሪላክስድ ኤንድ ሲት ባክ ሲካ በቃ ሲካ ፈጨጭ ኢልካ ኢኻ ኮፍ ክትብል ዝግባእካ ወዲ ሓትነይ ምክንያቱ ተረጋጋዕ እዚ ኣልቲሜት ሶሉሽን ወይ ከዓ ጠቕላላ መፍትሒ ኣብ ሽደን ቴክ ኣለኩ ማለት እዩ ሶ ዳይቭ ኢንቱ በዚኣ ገይረስ ዝቐዳሕዋ ድምፂ ማለት እዩ በዚኣ ኣብዚኣ ዘላ ማይ ከላምሽ ሓፂሩ ማለት እዩ ሳውንድ ካርድ እንተይተጠቐምካ ከመይ ገይረ እየ ማስተር ክገብሮ ዝኽእል ወይ ከዓ እቲ ናተይ ቮይስ ወይ ከዓ ኦዲዮ ብጣዕሚ ኳሊቲ ዘለዎ ኖይዝ ዘይብሉ ንፋስ ገለገለ ተኣትኒ እንታይ እንታይ ዓይነት ስራሕቲ ከመይ ገይረ እየ ከመሓይሾ ዝኽእል ንዝብል ናይ ሎም መዓንቲ ቀዳማይ መፍትሒ እዚ ትሪኦ ዘለኹም ሶፍትዌር ኣዶቤ ኦዲሽን እዩ ዝበሃል እዚ ኣዶቤ ኦዲሽን ጠቕሙ እንታይ ማለት እዩ ሓደ ኦዲዮ ፕሮሰስ ንገብረሉ መሳርሒ እዩ። ኦድዮ ፕሮሰስ ምግባር ማለት ዘሎ ኖይዝ ሪሙቭ ንገብረሉ ዘሎ ካልኦት ነገራት ከኣ ቀጺለ ዘምህረኩም ነገራት እንድሕር ደኣ ብኣግባቡ ሰሚዕኩምኒ ብጣዕሚ ኣዝዩ ቀሊል ዝኾነ ሶፍትዌር እዩ ማለት እዩ። ኤዲት ናብ ዝብል ትኣትው። እዚ እንታይ ንምግባር እዩ ማይክሮፎንና ኣውትፑት ማለት ዝወጽእ ዘሎ ወጻኢ ንሰምዖ ስፒከር ገለ ገለ ክንሰምዖ ወይ ናብ ኢርፎንና ክንሰምዖ ኢንፑት ከኣ ኣየናይ ማይክሮፎን ንጥቀም ኣለና ዝብል ክንፈልጥ ተኾይና ከይድ ናብ ታሕቲ መወዳእታ ከኣ ታይ ንገብር ፕሪፈረንስስ ዝብል ኣሎ ማለት እዩ ቀጺልና ናበይ ንኣቱ ኦድዮ ሃርድዌር ዝብል ኣሎ ኣብዚ ላዕሊ ትሪእዎ ዘለኹም ማለት እዩ ዲፎልት ኢንፑት ዝብሃል ኣሎ ኢንፑት ማለት ማይክሮፎን ማይክ ማለት እዩ ስለዚ ኣነ ካብ ዝገርመኩም ሕጂ እቲ ዝጥቀሞ ዘለኹ ኣብ ቅድመይ ዘሎ ማይክሮፎን ኣይግጥቀምን እየ ክትሰምዑ ከመይ ገርና ከም ነመሓይሽ ታይ ደኣ ክትጥቀም ኢኻ እንተልኩምኒ ንምልክት ተባሂሉ ዝተሰርሐ ማይክ ኣለዎ ማለት እዩ። ዳርጋ መብዛሕትኡ ግዜ ኣይቐርጽን እንተበልኩኹም ምግናን ኣይኮነን ማለት እዩ። ኣነ ግን ንዑኡ እየ ክጥቀመሉ። ከመይ ገይረ እየ ክጥቀመሉ? ዲፎልት ኢንፑት ማይክ ማይክሮፎን ኢለቨን ዩኤስቢ ኦድዮ ዲቫይስ ይብለኒ ኣሎ፣ ንሱ ማለት እዩ። ኣውትፑት ከኣ ሲስተም ዲፎልት ስፒከር ኢለቨን ባዕሉ ተመሳሳሊ ማለት እዩ። ስለዚ ማይክ ኣላታ ኣብዚኣ ንእሽለይ ማይክ ማለት እዩ። ሄድፎን ከኣ ያው ኣውትፑት ዲቫይስ እዩ ማለት ስፒከር እውን እዩ ማለት እዩ። ስለዚ ማይክሮፎን ፕላስ ስፒከር እዩ ማለት እዩ። ኦኬ ኢለዮ ኣለኹ ማለት እዩ። ነዛ ኣብዚኣ ዘላ ምልክት ትርእዩዋ ዶ ኣለኹም እዚኣ? እዛ ቀያሕ ዘላ ምልክት ኣብ ታሕቲ ክሊክ ንገብራ። መወዳእታ ነታ ታሕቲ ዘላ ቀዲሐ ምስ ወዳእኹ ክሊክ ምስ ገበርኩዋ ልክዕ ከምዚ ትሪእዎ ዘለኹም እቲ ድምፂ ማለት ስቶፕ ምስ በልኩዋ ናብ ንቡር ድምፀይ ተመሊሰ ኣለኹ ማለት እዩ። ሰሚዕኹምኒ እንድሕር ደኣ ኮይንኩም ሕጂ ናብ ንቡር ድምፂ እየ ተመሊሰ ዘለኹ። ሶ ድምፂ እየ ከስማዕኩም። ንገብራ።
እንሆ ከኣ ምቕዳሕ ጀሚርና ኣለና ማለት እዩ። ትሪእዎ ዘለኹም እዚኣ እዛ ትርእይዋ ዘለኹም እዚኣ ምስሊ ፕለይ ሄድ ትበሃል ኣብዚኣ ዘላ ቀያሕ መስመር ንሳ ሒዘ እየ ዘንቀሳቕሶ ማለት እዩ ናብ መጀመርታ ተበጊሰ ኣለኹ ከስመዐኩም እየ ደልየ ክንገብራ
እንሆ ከኣ ምቕዳሕ ጀሚርና ኣለና ማለት እዩ ትርእይዎ ዘለኹም እዚ ነገር እዚ ይቐድሕ ኣሎ እቲ ኦድዮ ማለት እዩ ሕጂ እዚ እቲ ተቐድሐ ድምፂ እዩ እዚ ትርእይዎ ዘለኹም ድምፂ ካብዚ ዘሎ እዚ ብምሉኡ ሽሽ እዩ ረእይዎ ፍ ዝብል ናይ ፋን ናይ ንፋስ ዊንድ ሪቨርብ ናይቲ ዘለኹሞ ሩም ገለ ገለ ምሽ ኣትዩኩሞ ኣሎ ብጣዕሚ መጨነቂ ኮይኑኩም ኣሎ እዚ ነገር እዚ እዚ ኢና ሕጂ ሎማዓንቲ ነማሓይሾ ዘለና ማለት እዩ ሰታይ ኣይ ክገብር ኣነ ነቶም ዘሎ እዚ ንከማሓይሾ እንድሕር ዳኣ ደልየ ንስማዓዮ እስኪ ንቀደም ሰሌክት ጌርና እስኪ ንስማዓዮ ነዚ ጥራሕ ሽሽ ጥራሕ ኢና ንሰምዕ ዘለና ምሽ ስለዚ ታይ ኣይ ክገብር ነታ ሰሌክት ጌረያ ዘለኹ ቦታ ኢፌክትስ ኢለ ኖይዝ ሪዳክሽን ኢለ ማለት እዩ ካፕቹር ኖይዝ ፕሪንት ይብላ ማለት እዩ እንታይ ይብላ ካፕቹር ኖይዝ ፕሪንት እዚ እንሆ ኖይዝ ይበሃል እዚ ማለት ሽሽ ዝብል ድምፂ እዩ ናተይ ድምፂ ከይመስለኪ ኣንቲ ኮምፒውተር ስምዕኒ ኢለ ኢፌክትስ ውሽጢ ኣትየ ነጌረያ ስማዓያ እስኪ እዚ ማለት እዩ ቀፀልኩ ኢፌክት ተመሊሰ ናብኡ ኣትየ ማለት እዩ ኖይዝ ሪዳክሽን ፕሮሰስ ናብ ዝብል እየ ዝኣቱ ሕጂ ሕጂ ስምዕዎ የለን ጠፊኡ ማለት እዩ እንታይ ተፈጢሩ እንድሕር ዳ ኢልኩምኒ እቲ ኖይዝ ፕሪንት ዝተገብረ ነገር ኖይዝ ሪዳክሽን ፕሮሰስ ከእትዎ ከለኹ ኣብ መንጎኡ ቀይሕን ቆፃልን ተፈጢሮ ኣሎ እቲ ድምፂ ማለት እዩ እቲ ቆፃል ማለት ጥዑይ ድምፂ ክስማዕ ዘለዎ ድምጺ፣ ናብቲ ማይክሮፎን ዝቐረበ ድምጺ፣ እቲ ዝጸረየ ድምጺ ማለት እዩ። እቲ ቀይሕ'ኸ ታይ ማለት እዩ? ሽ፣ ህም፣ ኣህም ዝብሉ ራብሻታት፣ ባክግራውንድ ኖይዝ፣ እዩ ማለት እዩ። ተፋላልዮም ዶ ኣለዉ ሓቀይ እዚኦም ክልቲኦም? ግርም! ግን ሓደ ሓደ ግዜ እኮ ኦድዮ ከመይ ድና ንቐርጽ ከመይ ድዩ ክኸውን ዘለዎ? ናቹራሊ ሓደ ኦድዮ ታይ ክኸውን ክኽእል ኣለዎ? ኖይዝ ብዝተወሰነ መጠንሲ ኣለዎ እዩ ንእሽትለይ ናቹራል ምእንታን ክመስል። so ታይ ኢና ንገብር ንሕና ንሓዋውሶም ማለት እዩ ክልቲኦምሲ ንእሽትለይ ንኣብነት ስላይደር ኣላ ኣብታሕቲ ኖይዝ ሪዳክሽን ትብል ክሊክ ጌርና ነታ ስላይደር ንቕንሳ ንውስኻ እንድሕር ቀኒሰያ ርእይዋ እታ ቆፃል ተበጊሳ ናበይ መፅያ ማለት እዩ ናበይ ኣትያ ናብቲ ቀይሕ ረብሻ ድዩ እስኪ ንስምዓዮ ይርብሽ ኣሎ ማለት እዩ ተመሊስዎ ማለት እዩ እንዳቐፀልና እንተኸይድና ከ ግርም ኮነ ማለት እዩ ብጣዕሚ ክሊር ዝኾነ ሰፓሬሽን በቃ ዋላ ሓንቲ ነገር የለን ማለት እዩ ብጣዕሚ እቲ ድምፅን እቲ ኖይዝን ቶታሊ ተፈላለዮም ኣለዉ ስለዚ ኖይዝ ዝበሃል ነገር ካፕቹር ጌርና እቲ ኖይዝ ፕሪንት ማለት ሳምፕል ሂብና ጎቲትና ኣውፂእናዮ ኣለና ማለት እዩ ንበይኑ ቀይሕ ነፊናዮ ኣለና ከም ኣዴታትና ዝነፍይኦ ኣዕቢልና ነፊናዮ እንታይ ደኣ ኢና ንገብር ሕጂ ንኹላ ነታ ከምታ ኣብዚኣ ሰሪሕኻያ ዘለኻ ኖይዝ ፕሪንት ካብቲ ኦድዮ እውን እዚኣ ኖይዝ እያ ትበሃል ደልየ ኣለኹ ካብቲ ኦድዮ እውን ነዚኣ ኣውጻያ ክብሎ እንተኾይነ እንታይ ይገብር ኣብዚኣ ዘላ ክሊክ ትግበር ትሪእዋ ዘለኹም እዚኣ ትሪእዋ ኣለኹም ዶ ማለት እዩ ኩሉ ነገር ምረጾ ማለት እዩ ክሊክ ኢለዮ ስለዚ ስምዓዮ። እንሆ ከኣ ምቕዳሕ ጀሚርና ኣለና ማለት እዩ። ትርእይዎ ዘለኹም እዚ ነገር እዚ ይቐድሕ ኣሎ እቲ ኦድዮ ማለት እዩ። ሶ እቲ ሳምፕል ሬት ንወስዶ ኣለና ብደንቢ ጌርና ከርእየኩም። ኦኬ ኢለዮ ኣፕላይ ኢለዮ ማለት እዩ ቢከዝ ምንም ኖይዝ ዝብሃል ነገር ዋላ ሓንቲ ነገር የለን ማለት እዩ። እንሆ ትርእይዎ ዘለኹም ሕጂ እቲ ኖይዝ ካብዚ እስካብዚ ዝነበረ ኖይዝ ማለት እዚ ሳምፕል እዚ እቲ ቦታ እዚ እንታይ ጌሩ ጠፊኡ። እቲ ኖይዝ ኣጥፊኤዮ ማለት እዩ ኣውፀኤዮ ማለት እዩ ሕጂ ኖይዝ ምስ ኣውፃእኹ ታይ ይገብር ንኣብነት ርጉዲ ዓውታ ገለ ገለ ከመሓይሾ ይኽእል እየ ንቐደም ኖይዝ እንተየውፃእኹ ካሊእ ዝኾነ ነገር ተሰሪሐ ግን ሓቢሮም እዮም ዓው ዝብሉ ንኣብነት ዓው ተቢለዮ ዋላ እቲ ኖይዝ እውን ዓው እዩ ዝብል ምስኡ ማለት እቲ ሽሽ እውን ዓው ይብል ስለዚ ነቲ ድምፅኻ ይረብሾ ኖይዝ ንቐደም ነውፅእ ዲኖይዝ ንገብር ማለት እዩ ሕጂ ኸዓ ዓው ክነብሎ ኢና ንሽለይ ንሱ ከኣ ምንታይ ኢና ንኣቱ effects ኣምፕሊቱድ ኤንድ ኮምፕሬሽን ኣምፕሊፋይ ምግባር ማለት ዓው ምባል ማለት እዩ ሓራይ ኣምፕሊፋይ ዓው ኣቢልናያ ብክንደይ ደሲቤል ንዓው ኣቢልናያ ትሪእዎ ኣለኹም ኣብዚ ምስሊ ብ ሽዱሽተ ነጥቢ ሓሙሽተ ሓሙሽተ ዴሲቤል ዴሲቤል ማለት መዕቀኒ ድምፂ እዩ ከምዚ ርሕቐት ኪሎ ሜትር ገለ ዝዕቀን ግዜ እውን ብሰከንድ ዝዕቀን ድምፂ ከዓ ብዴሲቤል ዝበሃል እዩ ዝዕቀን ማለት እዩ ሓራይ ንስማዓያ እስኪ ትሪእዎ ዘለኹም እዚ ነገር እዚ ይቀድሕ ኣሎ እቲ ኦድዮ ማለት እዩ so እቲ ሳምፕል ሬት ንወስዶ ኣለና ብደንቢ ጌርና ከርእየኩም እንድሕር እንዳ ደሊኹም ወይ ከኣ እዚ እንድሕር እንዳ ከምዚ ቅጥን ኣቢለ ወይ ከኣ ገለ ገለ ጌረ ከርእየኩም ደሊኹም ከምዚ ዓይነት ድምጺ ይቀድሕ ኣለኹ ማለት እዩ ሪከርድ ይገብሮ ኣለኹ እቲ ሕጂ ዝዛረቦ ዘለኹስ እንሆ ይቅዳሕ ኣሎ ትርእይዎ ኣለኹም ማለት እዩ ልክዕ ላይቭ በታ ማይክሮፎን እዚኣ ተጠቂመ ግርም ኣምፕሊቱድ እቶም ፒክስ ታይ ገይረዮም ኣለኹ ማለት እዩ ዓው ኣቢለዮ ነይረ እቲ ድምፂ ማለት እዩ ዓው ኣቢለዮ ኣለኹ ማለት እዚ ኣምፕሊቱድ ወሲኸሉ ኣለኹ ማለት እዩ ላውድነስ ሕጂ ታይ ተሪፍዎ ሪቨርብ ኣለዎ እቲ ናይ ኣዳራሽ ድምፂ ይቀድሕ ኣለኹ ማለት እዩ ሪከርድ ይገብሮ ኣለኹ። ስለዚ እቲ ዘለኽዎ ህንፃ ዌል ትሪትድ ኣይኮነን ሳውንድ ፕሩፍ የብለይን እዚ ትሪእዎ ዘለኹም ብድሕረይ ዝኾነ ስትድዮ ኣሎ ብዝኾነ ማኑዋል ኢርፎን እዩ ተቀሪፁ ሳውንድ ፕሩፍ ዝብሃል ነገር የለን ኣይገጠምኩሉን እየ ኢፌክትስ ብተመሳሳሊ ኖይዝ ሪዳክሽን ዲ ሪቨርብ ኣብ ታሕቲ ኣትየ ማለት እዩ ዲ ሪቨርብ። ሕጂ ዝዛረቦ ዘለኹስ እንሆ ይቕዳሕ ኣሎ ትርእይዎ ኣለኹም ማለት እዩ ልክዕ ላይቭ በታ ማይክሮፎን እዚኣ ተጠቒመ ዝቐድሓ ዘለኹ ድምጺ ማይክሮፎነይ ናይቲ ኣብ ሓደ ዘሎ ማይከይ ስላይድ ጌረ ኣጥፊኤ እየ ቶታሊ ማለት እዩ። ሕጂ እቲ ሽግር ገጢሙ ዘሎ ታይ እዩ ኣብ ገለገሊኡ ዓው ይብል እቲ ድምጺ ኣብ ገለገሊኡ ከኣ ይንእስ እቲ ድምጺ ቀዲምና ግን ታይ ኢና ጌርና ኖይዝ ቀኒስና ኣምፕሊፋይ ዋላ ንግበሮ ደኣ እምበር ቀዲሙ እንታይ እዩ ማለት እዩ እቲ ሪቨርቭ ገለ ዝበሃል ዘሎ ነገር ሓቢሩ ምእንታን ከይኸውን ቀኒስ ክንቅንሶ ኣለና ስለዚ ቀኒስናዮ እቲ ናይቲ ሩም ኢኮ ገለ ዝኣቱ ማለት እዩ እቲ ድምፂ እዚ ኮይኑ መወዳእታ ክሊክ ጌረታ እየ ዝገብር ነዛ ቀያሕ ዘላ ምልክት ክሊክ ይገብራ ማለት እዩ ወይ ከዓ ይጥውቓ ማለት እዩ ኣብ በቲ ዝተጠቐምናሉ ናይ ኢርፎን ማይክ እየ ዝብለኩም ዘለኹ ቦያ ወይ ከዓ እታ ወየርለስ ዘላ ማይክ ወይ ከዓ ፅቡቕ ነገር ተተጠቒምኩም ካብዚ ንላዕሊ ዝኸውን ክንዲ ዓብዪ ማይክሮፎን ዘይብልና ኣይትብሉን ኢኹም ማለት እዩ። እቲ ዳይናሚክ ሬንጅ ማለት ኣብ መንጎ እቲ ዝልዓለን ኣብ መንጎ እቲ ዝተሓተን ክልቲኡ ተሃገብረ ማለት እዩ ከጽብቦ እየ ማለት እዩ። እዚ ቀሊሉ እንታይ ይበሃል እቲ ኮንሴፕት እዚ ኢፌክትስ ኣብ ዝብል ውሽጢ ኣትየ መጀመርታ ነቲ ርጉድ ዝበለ ሕፍስ ዝበለ ነገር ገለ ገለ ክገብረሉ እየ ስለዚ ፊልተር ኤንድ ኢኪው ናብ ዝብል ኣትየ ሓፊስ ክገብሮ ፓራሜትሪክ ኢኳላይዘር ክብሎ እየ ማለት እዩ። ስለዚ ናብ ውሽጢ ኣትየ ከዓ እንታይ ክገብር እየ ማለት እዩ ላውድነስ ማክሲማይዘር። ክሊክ ይገብራ ማለት እዩ ወይ። ሕጂ እንታይ እያ ክገብር ሃይ ዘሎ ፓርቲ ምሸሎ ኣብዚ ከባቢ እዚ። ከዓ። እዚ ሓፍ ከብሎ እየ ንላዕሊ ንእሽትለይ ዋይ ምእንታን ክሊር ዝኾነ ቮይስ ክረክብ። ይጥውቓ ማለት እዩ ኣብ ታሕቲ ዘላ ምልክት። እንሆ ከዓ ምቕዳሕ ጀሚርና ኣለና ማለት እዩ። ትሪእዎ ዘለኹም እዚ ነገር እዚ ይቐድሕ ኣሎ እቲ ኦድዮ ማለት እዩ። ሶ እቲ ሳምፕል ሬት። ንወስዶ ኣለና ብደንቢ ጌርና ከርእየኩም እንድሕር እንዳ ደሊኹም ወይ ከኣ እዚ እንድሕር እንዳ ከምዚ ቅጥን ኣቢለ ወይ ከኣ ገለ ገለ ጌረ ከርእየኩም ደሊኹም ከምዚ ዓይነት ድምጺ ይቀድሕ ኣለኹ ማለት እዩ ሪከርድ ይገብር ኣለኹ እቲ ሕጂ ዝዛረቦ ዘለኹስ እንሆ ይቅዳሕ ኣሎ ትርእይዎ ኣለኹም ማለት እዩ ልክዕ ላይቭ በታ ማይክሮፎን እዚኣ ተጠቂመ ዝቀድሓ ዘለኹ ድምጺ ማይክሮፎነይ ሓራ ሕጂ ናይቲ ቀጢን ዝኮነ ድምጺ ናይቲ ቀጢን ፓርት ማለት ናይቲ ሃይ ዝኮነ ፓርት እየ ሰሪሐ ብላዕሊ ዘሎ ማለት ሃይ ማለት ካብ ኣርባዕተ ሽሕ ሰለስተ ሽሕ ፍሪኩዌንሲ ክሳብ ዕስራ ሽሕ ዘሎ ማለት እዩ እቲ ፍሪኩዌንሲ ረንጅ እዚ መብዛሕትኡ ግዜ ሰባት ክዛረቡ እንተለዉ ልክዕ ዋላ ብኢርፎን ኮይኑ ኣብ ጥቃና ዘለዉ መሲሎም ዝሰምዐና እዚ ማለት ፕረዘንስ ጥቃካ ከም ዘለዉ መሲሉ ዝስምዓካ ኤሬትድ ማለት ኣየር ዘለዎ ድምጺ ዕፍናቑ ዘይኮነ ወይ ከኣ ቡምቡምቡም ዝብል ዘይኮነስ ጽቡቕ ማለት ኣብ ቀረባና ዘሎ መሲሉ ዘስምዓና ቦታ እዩ። ልዕሊ ዕስራ ሽሕ ግን ከበሮ እዝኒ ሰብ ስለ ንቐድድ የለን ማለት እዩ። ካብ ዕስራ ሀርዝ ክሳብ ዕስራ ሽሕ ሀርዝ እዩ ናይ ወዲ ሰብ ናይ ምስማዕ ተኽእሎ ማለት እዩ። እቲ ሎው ዝኾነ ቮይስ ኣብ ታሕቲ ዘሎ እዩ በቲ ኤል ዘሎ ማለት እዩ። so ነቲ እዚ ታክገብሮ እየ ኣርጉድ ከብሎ እየ ኣርጉድ። ዘሎ ማይከይ ስላይድ ጌረ ኣጥፊኤ እየ ቶታሊ ማለት እዩ መወዳእታ ክሊክ ጌረ ታይ እየ ዝገብር ነዛ ቀያሕ ዘላ ምልክት ክሊክ ይገብራ ማለት እዩ ወይ ከኣ ይጥውቃ ማለት እዩ ኣብ ታሕቲ ዘላ ምልክት። እንሆ ከኣ ምቅዳሕ ጀሚርና ኣለና ማለት እዩ ትሪእዎ ዘለኹም እዚ ነገር እዚ ይቀድሕ ኣሎ እቲ ኦድዮ ማለት እዩ so እቲ ሳምፕል ሬት ንወስዶ ኣለና ብደንቢ ጌርና ከሪኤኩም እንድሕር ደኣ ደሊኹም ወይ ከኣ

ከምኡ ውን ደማ ብተመሳሳሊ ማለት እዩ ራምብሊንግ ክነመሓይሾ ንኽእል ኢና። እንታይ ጌርና እንድሕር ደኣ ኢልኩም ነቲ ኢኳላይዘር እዚ ቤዚክ ነገር ከረደእኩም ሎው ኤንድ ሃይ ከረደእኩም የምጽኤዮ እምበር ዓሰርተ ኢኳላይዘር ዘለዎ ነገር ክነምጽእ ንኽእል ኢና ማለት እዩ። ሶ ፊልተር ኤንድ ኢኪው ቴን ቴን ባንድ ዘለዎ ማለት እዩ። ቴን ባንድ ኢኳላይዘር ማለት እዩ። ሕድሕዶም ጽቡቓት ዝኾኑ ናይ ኢኳላይዘር ከይድታት እዮም ማለት እዩ። እንታይ ኢና ንገብር ሃይ ዘለዉ ንኣብነት ኣርባዕተ ከይ ገለ ዘለዎ ዓው ነብሎ ሸሞንተ ከይ ዘለዎም ብተመሳሳሊ ሊትል ቢት ሃይ ንገብሮ ቱ ከይ ዘለዉ ካብዚ ንጅምር ማለት እዩ ነብሎም ካብ ሓደ ከይ ክሳብ ክልተ ሚእትን ሓምሳን ዘሎ ታይ ንገብሮም ማለት እዩ ኦክሲ ስለ ዝኾኑ ነውርዶም ሎው ዘሎ ማለት እዩ ሃይ ንገብሮም ሚእትን ዕስራ ሓሙሽተን ከባቢ ስሳን ሰለስተን ከባቢ ዘሎን ትሕቲኡን ዘሎ ግን ንቕንሶም ማለት እዩ እንዳቐነስናዮም ንኸይድ ንስማዓየ እስኪ ምልክት ክሊክ ይገብራ ማለት እዩ ወይ ከኣ ይጥውቃ ማለት እዩ ኣብ ታሕቲ ዘላ ምልክት። ንወስዶ ኣለና ብደንቢ ጌርና ከርእየኩም እንድሕር እንዳ ደሊኹም ወይ ከኣ እዚ እንድሕር እንዳ ከምዚ ቅጥን ኣቢለ ወይ ከኣ ገለ ገለ ጌረ ከርእየኩም ደሊኹም ከምዚ ዓይነት ድምጺ ይቅድሕ ኣለኹ ማለት እዩ ሪከርድ ይገብር ኣለኹ እቲ ሕጂ ዝዛረቦ ዘለኹስ እንሆ ይቅድሕ ኣሎ ትርእይዎ ኣለኹም ማለት እዩ ልክዕ ላይቭ በታ ማይክሮፎን እዚኣ ተጠቂመ ዝቀድሓ ዘለኹ ድምጺ ማይክሮፎነይ ክሊክ ጌረ እንታይ እየ ዝገብር ነዛ ቀያሕ ዘላ ምልክት ክሊክ ይገብራ ማለት እዩ ወይ ከኣ ይጥውቓ ማለት እዩ ኣብ ታሕቲ ዘላ ምልክት። ዓው ዝበሉ ድምጽታት ሕጂ ውን ልዕሊ መጠን ይኸዱ ኣለዉ። እንታየ ጌረ? ሃይን ሎውን ማለት ነቲ ሃይ ዘሎ ፕረዘንሱ ወሲኸሉ፣ ኣየር ወሲኸሉ፣ ትንፋስ ወሲኸሉ፣ ነቲ ሎው ዝኾነ ከኣ ርጉዲ ወሲኸሉ። እቲ ማይክሮፎን እኮ መጀመርታ ክቅዳሕ ከሎ ዋጋ ኣይነበሮን። ስለዚ ሕጂ እንታየ ክገብር ዘለኒ? እቶም ዓው ዝበሉ ከበሮ እዝኒ ሰባት ምእንታን ከይቀዱ ኣብ ማእከል ድንገት ሃንደበት ሕስብ ኣብልዎ። ናተዛረብኩም ዔው ገለ ተይሉ ሒን ኣብነት ማይክሮፎን ወይ ብ ረሲዕኹሞ ከበሮ እዝኒ ሰባት ትቀዱ ኣለኹም ማለት እዩ ስለዚ ቶም ዓው ዝበሉ ትሕት ክብሉ ቶም ትሕት ዝበሉ ውን ልዕል ክብሉ ክልቲኦም ኣብ ማዕረ ክርክም ክብሉ እንድሕር ድኣ ደሊና ሒን ኣብነት ትሪእዎ ዘለኹም ሓባጥ ጎባጥ ኮይኑ ዘሎ ናይቲ ኦድዮና ሳምፕል ታይ ክንገብሮ ኣለና ማለት እዩ እዚ ከምዚ ዘሎ ምስሊ ማለትና እዩ ትሪእዎ ኣለኹም ዶ። ዝኸም ዘሎ ምስልና ሓባጥ ጎባጥ እኒሀ ብጣዕሚ ምሽ ኣብዚ ሎው እኒሄው ኣብዚታት ከባቢ ከዓ ዋላ ዕረዮም ቱማች ሎው ይኹኑ ኣለዉ ኣብዚታት ከባቢ ከዓ እንታይ ኣለዉ ፒክ ኣለዉ እዚኦም ብምሉኦም እንታይ ኢና ክንገብሮም ደልና ማለት እዩ ማዕረ ክነማጣጥኖም ሶ እንታይ ይበሃል እዚ ኣብቲ መንጎ ታሕተዋይን ኣብቲ መንጎ ላዕለዋይን ዘሎ ኣፈላላይ ዳይናሚክስ ይበሃል ወይ ከዓ ዳይናሚክስ ሬንጅ ይበሃል ሬንጅ ማለት ርሕቐት ወይ ከዓ ኣፈላላይ ምሽ ብእንግሊሽ ከምኡ ማለት እዩ ስለዚ እዚኦምስ ክነፅብቦም ማለት እዩ ክነጽብቦም ንምንታይ ኮንስታንት ዝኾነ ነገር ክንሰምዕ ምእንታን። ቀሊል ብዝኾነ መልክዑ ንዓይ ብዝሰርሐለይ መልክዑ ክነግረኩም ኢፌክትስ ናብ ዝብል ውሽጢ ንኣቱ ቀጺልና ኣምፕሊቱድ ኤንድ ኮምፕሬሽን ክንኣቱ ኢና ሲንግል ባንድ ኮምፕረሰር ዝብል ዘሎ ክንኣቱ ኢና ማለት እዩ ሲንግል ባንድ ኮምፕረሰር ኮምፕረሰር ማለት እንታይ ማለት እዩ ኮምፕረሰር ማለት ኮምፕረስ ዝገብር ማለት እዩ ነቲ ላዕለዋይ ዘሎ ድምፂ ትሕት ዘብል ነቲ ታሕተዋይ ከዓ ሓፍ ዘብል ማለት እዩ ዕላሙ ግን እንታይ እዩ ካብ ክንደይ ንላዕሊ እየ ኮምፕረስ ክገብረልካ እዩ ዝብለካ ካብ ክንደይ ንታሕቲ ከእየ ሓፍ ከብለልካ ይብለካ ማለት እዩ ስለዚ እቲ ታሕተዋይ ልዕሊ የብሎ እቲ ላዕለዋይ ከዓ ትሕቲ የብሎ እንድዩ እቲ ሌቨል ንህቦ ኢና ምሽ ሶ ንሱ እንታይ ይበሃል ማለት እዩ ትሬሽ ሆልድ ይበሃል ምስ ከፈትናዮ ኣብዚ ዘሎ ትሪኦ ዘለኹም እዚ እንታይ ይበሃል ትሬሽ ሆልድ ይበሃል ብክንደይ መጠን ኢኻ ትሕት ክተብሎ ደሊኻ እቲ ዝለዓለ ንኣብነት እዚ ኣርባዕተ ደሲቤል ማለት ሓደ ደሲቤል እንድሕር ደኣ ካብቲ ዝበልኩኻ ወሲኹስ በርባዕተ ጽቐጦ ንታሕቲ ማለት ኣንእሶ ክብሎ ተኮይነ ሬሽዮ ይበሃል ሶ እንዳሰማዕና ኢና ክንሰምዕ ማለት እዩ ንኣብነት እዚ ቪዥዋሊ ምንም ዝረአ ነገር የብሉን ቪዥዋላይዝድ ዝኾነ ኮምፕረሰር ኣይኮነን ግን ንመምሃሪ ንስማዕ እሞ ካብኡ እቲ ቪዥዋሊ ትክክለኛ ዝኾነ ኮምፕረሰር ከዓ ክነግረኩም እየ ብናፃ ከዓ እዩ ኩሉ ነገር ሒዘምረኩም ዘለኹ ማለት እዩ ብናፃ እዩ ምንም ሽግር የብሉ ማለት እዩ እስኪ ይጥውቃ ማለት እዩ ኣብ ታሕቲ ዘላ ምልክት
እስኪ ንስማዓዮ ሐራይ። ንገብራ ኣርባዕተ ይህበዮ ኣርባዕተ ሬሾ ማለት መብዛሕትኡ ግዜ ሬሾ ኣርባዕተ ብሓደ ትገብርዎ ኮምፕረስ ትገብርዎ ዘለኹም ቦታ ኣነ ዓሰርተ ሓሙሽተ ንዓይ ኦኬ እዩ ማለት እዩ መብዛሕትኡ ግዜ ሪሊዝ ኤንድ ኣታክ ዝበሃል ኣሎ ኣብኡ ማለት እዩ እንታይ ማለት እዩ ትርጉሙ ካብ ማይክሮፎንካ ጅምር ክተብል ከላሲ ንኣብነት ከምዚ ዓይነት ድምፅታት ማለት ትሪእዎም ዘለኹም ጅምር ክተብል ከላስ ሓደ ሓደ ግዜ እታ ድምፂ ረእዋ ንገብራ ዓው እንድሕር ኢላ ጀሚራ ንኣብነት እዚኣ መጀመርታ ተትኾንሲ ኣብ ክንደይ ሰከንድ እዩ ስርሑ ክጅምር እቲ ኮምፕረሰር እታ መጀመርያ ዘላ ኦድዮ ዲ ክጅምራ ተኮይኑ ኣታክ ንህቦ ማለት ተገደደ ዓሰርተ ሚሊ ሰከንድ እዛ ሶኬ ዓሰርተ ሚሊ ሰከንድ ንህቦ ማለት እዩ ሪሊዝ ማለት ከ ኣታክ ምስ ገበሮ ኣብ ዝኮነ ቦታ ከ እንታይ እዩ ዝገብር ማለት እዩ ናብ ዝነበሮ ይምለስ ምሽ ናብቲ ናብቲ ነበሮ ኖርማል ስቴት ገለ ማለት እዩ ስለዚ ዲኣክቲቬት ይኸውን ማለት እዩ ኣክቲቬት ይኸውን ኣብ ዝኮነ ሬሾ ኣብ ዝኮነት ሰከንድ ማለት እዩ ኣብ ዝኮነ ሬሾ ኣብ ዝኮነት ኣብ ዝኮነት ሬሽሆልድ ኣብ ዝኮነት ሰከንድ ክጅምር ኣብታ ትሬሽሆልድ ኣብ ዝኾነት ትሬሽሆልድ ከኣ ኣብ ዝኾነት ሰከንድ ክምለስ ብዝኾነ መጠን ብዝኾነ ሬሾ ከኣ ኣታክ ክገብር ማለት እዩ ኮምፕረሰር እዚ ዳይናሚክ ሬንጅ እዩ ዘመሓይሽ ማለት እዩ ንገብራ ምቕዳሕ ጀሚርና ኣለና ማለት እዩ ትሪእዎ ዘለኹም እዚ ነገር እዚ ይቐድሕ ኣሎ እቲ ኦድዮ ማለት እዩ ሶ እቲ ሳምፕል ሬት ንወስዶ ኣለና ብደንብ ጌርና ከርእየኩም ንሕር እንዳደሊኹም ወይ ከዓ እዚ እንድሕር ደኣ ከምዚ ቅጥን ኣቢለ ወይ ከዓ ገለገለ ገይረ ከሪኦኩም ደሊኹም ከምዚ ዓይነት ድምፂ ይቐድሕ ኣለኹ ማለት እዩ ሪከርድ ይገብር ኣለኹ ሕጂ ዝዛረቦ ዘለኹስ እንሆ ይቕድሕ ኣለኹ ትርእይዎ ኣለኹም ማለት እዩ ልክዕ ላይቭ በታ ማይክሮፎን እዚኣ ተጠቒመ ዝቐድሓ ዘለኹ ድምፂ ማይክሮፎነይ